ተሰለፍ ተሳሂብ ትስለፍን ኣብ ዓዲ ዘሎ ጥራሕ ኣይኮነን ኣብ ደገ እውን ዘሎ መፅኡ ይስለፍ ናዕ ተባሂሉ ካብ ኣውሮጳዊ መፅኡ ይስለፍ ናብ ሰራዊት ይኣቱ ግድን ድዩ ደብረፅዮን ፕሬዚደንት ክኸውን ፕሬዚደንት ክኾን ኣይክእልን እምቢ ኢላ ለሰው ጥይታ ጉርሰው ህዝቢ ትግራይን ህዝቢ ኤርትራን ተጠንቀቕ ኩልኻ ተጠንቀቕ እዚ ኩናት እዚ ኩናት ናይ ፖለቲካ ጥራሕ ኣይኮነን ናይ ህልውና ኩናት እንከላይ ናይ ዘርኢ ምፅናት ኩናት ሓፋሽ ክነቅሕ ክኸል ኣለዎ። ልክዕ ከምቶም ተጋሩ ናይ ኣብይ ኣጀንዳ ሒዞም ንትግራይ ዝመፁ ዘለዉ እቶም ናይ ኣብይ ኤርትራውያን እውን ብዕሊ ይመፁ ኣለዉ። ኣብይ ኣሕመድ ናብ ኣምሓራ ዝገብሮ ናብ ትግራይን ናብ ኤርትራን እዩ።
ሰላማት ቤተሰብ ከመይ ኒኻትኩም። ያው ሎማዓንቲ ድማ እዋናውን ኣዘራራብን ዘሎ ጉዳይ ሒዘልኩም መፅእ ኣለኹ ነዚ ቻናል እዚ ሰብስክራይብ ከምኡ ነዚ ቪድዮ እዚ ላይክ ላይክ ምግባርኩም ከይትርስዑ ናብ መደብ ካብ ቁፅሪ ኣፃብዕ ሓንቲ ቁንጣሮ ካብ ቁፅሪ ኣፃብዕ ሓንቲ ኢድ ዘይበዝሑ ውልቀ ሰባት ግን ነዚ ኣብ መንጎና ዘሎ ኣብ መንጎ ኩልና ኤርትራውያን ኣብ ውሽጥን ኣብ ደገን ዘለና ዘሎ ምንባብ ደላሎ ክኾኑሉ ዝደልዩ ነዚ ናይ ኤርትራ ፖለቲካ ናብ ድኳኖም ወይ ምንጪ መግፍሒ ጅቦኦም ክገብርዎ ዝደልዩ ንመንግስቲ ኤርትራ መደብ ስራሕ ወይ ኣጀንዳ ዘውጽኡሉ መሲሎም ክረኣዩ ዝደልዩ፣ ኣብ ውሽጢ ኤርትራ ሰብ ዘሎ ዘይመስሎም፣ ዓዲ እንተኣቲኻ ከእትወካ'የ፣ ከውጽኣካ'የ፣ ንእገለ እፈልጦ'የ፣ ንእገለ ክድውለሉ'የ፣ ነቲ ሰብኣይ ክድውለሉ'የ፣ ንኩስቶ ረኺበዮ፣ ኩስቶ ፈልጠኒ'ዩ ብምባል ስም ናይ ዘይመዛንኦም ሰበ ስልጣን መንግስቲ እንዳጸውዑ ናብ ውልቃዊ ረብሕኦም ከውዕሉ ዝፍትኑ። ናይ ኣነነትን ረብሓ ውልቀኻ ካብ ረብሓ ሃገር ብናይ ዘቐድም ሕማም ዝተጠቕዑ ደላሎ ሚድያ ኣለዉ። ናይዚኦም ከምዚኦም ዝኣመሰሉ ውልቀ ሰባት ጉዳይ ድማ መንግስቲ ብደቂቕ ሒዙ ይሰርሓሉ ከም ዘሎ ክንሕብረኩም ንፈቱ። ስለዚ ኣስተውዕል ኤርትራዊ ሕጂ ውን ነዛ ዝበልኩዋ ክነቕስዋን ክኹዕትዋን ከሰይጥንዋን ክሽቅጡላን ክፍትኑ እዮም እቲ ቀንዲ ኣንፈት መልእኽትና ብምጥምዛዝ ክዓፍሩን እዮም ኩልኻ ኤርትራዊ ግን ብንቕሓትን ንህውተትኦም ብዘይ ምስዓብን ውራይ መኸተኻ ግበር ዝግ ድሕሪ ዋንጫ እዩ ነገሩ ነዚኣ ኤርትራዊ ፕሮፈሰር ጊዶን መዕጸዊ ክገብረላ እዩ። ምስላ ናይ ወለድና ኣሎ ቀሽን መሓልን ጉሒላን ሰዓልን ነዃዕን መስተርን ጓሳን ሓካልን ክሰማማዕ ኣይከኣልን ዝብል ዘረባ ኣሎ። ህዝቢ ትግራይን ህዝቢ ኤርትራን ተጠንቀቕ ኩልኻ ተጠንቀቕ እዚ ኩናት እዚ ኩናት ናይ ፖለቲካ ጥራሕ ኣይኮነን ናይ ህልውና ኩናት እዩ እንከላይ ናይ ዘርኢ ምጽናት ኩናት እዩ ሓፋሽ ክነቅሕ ክኸል ኣሎ ናይ ኣድባራት ምፍራስ ኩናት እዩ ናይ መሳቅል ምንቃል ኩናት እዩ ናይ ታቦት ምድፋር ኩናት እዩ ናይ ምጥፋእ ሃይማኖት ኩናት እንከላይ ናይ መሳጊድ ምፍራስ ኩናት እዩ ናይ ካልእ ኩናት ከይመስለካ እዚ ኩናት እዚ እንከላይ ብዘርኢ ከጥፋኣካ ዝተበገሰ ኩናት እዩ እዚ ኩናት እዚ መሳቀልካ ቦንቂሩ ክሰጉግ ኣድባራትካ ክፍርስ እ ታቦትካ ክደፍር እዩ ዝዋደድ ዘሎ ጥንቀቅ ኣለካ ህዝቢ ኤርትራን ህዝቢ ትግራይ ጥንታዊ መሳጊድ ካንገለን ሓዊ ክርኩዓሉ እዩ ዝቃለስ ዘሎ you have to be careful ልቢ ክትብል ክትክእል ኣለካ ተዘይኮይኑ ግን ከ- ኪኒኡ ዝኸደ እዩ ኣብ ዓዲ ኣምሓራ እንታይ ይግበር ኣሎ ኣስተውዕል ኣብ ዓዲ ኣምሓራ እንታይ ይፍጸም ኣሎ እንታይ ተገይሩ ልቢ ክትብል ኣለካ ጉዳይ ስቂድካ ምስ ኣቢ ኮንካ ከምዚ ከገብር እየ በዚ ከኣቱ እየ ንገዛእ ርእስካ ምውራድ እዩ ኣዋልድካ ከተዕምጽ ኣዋልድካ ከተድፍር ዓድኻ ካብ እስኻ ፍትሒ ከነምጸላ ኢና ንቃለስ ንኤርትራ እምበር ንሕና ኤርትራ እኽልቲ እያ ንዓና ፍትሒ ከነምጽ ኢና ንቃለስ እምበር ንሕና ንሕና ዓዲ ክንሸይጥ ኣይኮናን ነቃለስ ዓዲ ክንሸይጥ ኣይንቃለስ ኢና ንሕና ንሕና ከፊእና ኣሎ ሓሲምና ኣሎ እወ ስለ ዝሓሰመና ኢና ንቃለስ ክሕሸና ኢና ንቃለስ ዝበለጸ መራ ዝበለጽና መራሕቲ ክንከውን እ ወይ ከዓ ዝበለጹ መራሕቲ እቲ ዓዲ ክትረክብ እቲ ዓዲ ብሰላማዊ መንገዲ ብዘይ ኩናት ሓድሕድ ብዘይ ዕግርግር ሽግር ናብ ዝሓሸ መጻኢ ክትሰጋገር ንሕና ዓዲ ከነጥፍእ ኣይኮናን ንቃለስ መጥፋእቲ ዓዲ ይኮና ንሕና ንሕና ሕነ ክንፈዲ ይኮናን ንቃለስ ታይ ገብረልና ሕነ ምፍዳይ ንዓና ንሕና ኣብ ኤርትራ ዝኮነ ብቂምን በቀልን ተኣኪብካ ዝካየድ ቃልሲ ንምንታይ ሓፋሽ ከስተውዕል ኣለዎ ንሕና ደቂ ሓደ ሰብኣይ ደቂ ሓደ ስድራ ቤተሰብ ኢና ተዋሊድና ገለመለ ሓደ ህዝቢ ኢና ኣብ ናይ ጣኒቆ ሪኢኹሞ ኢኹም ኣብ ናይ ጣኒቆ ሪኢኹሞ ኢኹም መን ምዃና ጸላእትና ቡዙሓት እዮም ናይ ሓደ ጸላእ ጥራሕ ኣይትራእዩ ኣሽሓት ናይ የማን ናይ ጸጋም ጸላእቲ እዮም ዘለዉኹም ብኹሉ ረብሓታቶም ክብትኑኹም ዝደልዩ ልቢ ክትብሉ ክትክእሉ ኣለኩም።

ምስ ኤርትራ ምስ ጅቡቲ ምስ ሶማልያ ኣብ ከምዚ ዝበለ ዘለ ዓድስ ብዛዕባ ምስ ዓለም ዘለዋ ርቅ ብዛዕባ እንታይ ዲኹን እንታይ ዲኹን ካብኡ ድማ ብዕሊ ማለት ኤርትራ ዝበሃል ናይ ኢትዮጵያ እዩ እውን ዘይኮነስ ናይ ኦሮሞ እዩ ኢሉ ብዕሊ ኣደባባይ ወፂኡ ዝዛረብ ጠቅለ ቀዳማይ ሚኒስትር ዘለዎ ናይ ሰላሳ ዓመት ናይ ህዝቢ ኤርትራ ቃልሲ ኢትዮጵያ ዝበታተነ እዩ ኢሉ ዝሓስብ ናይ ህዝቢ ትግራይን ናይ ህዝቢ ኤርትራን ናይ ክልቲኡ ሓይልታት ጥምረት ከም ገዚፍ ስግኣት ገይሩ ዝርኢ ህዝቢ ትግራይ ምስ ህዝቢ ኣምሓራ ናብ ምርድዳእ ምምፅኡ ሓይልታት ትግራይ ምስ ሓይልታት ኣምሓራ ናብ ምርድዳእ ምምፅኦም ከም ገዚፍ ስግኣት ገይሩ ሕድሕድ ኩናት እናዋደደ ክነብር ዝደሊ፣ ከም ገበን እውን በቃ ከም ገበን ርእዩ ዝደሊ ኣካል እሞ ውሽጢ ውሽጢ እውን ዘይኮነ ኣብ ኣደባባይ ወፂኡ ዝዛረብ ኤርትራ ኣይህሉን ኢሉ ዝዛረብ ማለት ምምስሳል ኣየድልዮን። በቃ እወ ንሕና ኤርትራውያን በቃ ኢትዮጵያውያን ኢና ምስ ኣብይ ኮይና ኤርትራ ዝበሃል ክነፍርስ ኢና ኢልካ እዩ ዝምፃእ ንብሎም ኣለና ሓቂ እቶም ተጋሩ ምስ ኣብይ ኮንኩምስ ተድሕንዎ ብሄር የለን ምስ ኣብይ ኮንኩምስ ትምልስዎ ግዝኣት የለን ምስ ኣብይ ኮንኩምስ ትዕቅብዎ ስልጣን እውን የለን ባይዘወ ዝዕቅብዎ ሃፍቲ እውን የለን ናብ ሕድሕድ ኩናትን ናብ ምትረማስን ናብ ዘይንወጾ ጸገም ኢና ክንኣቱ ስለዚ እንተኺኢሉ ትግራዋይ ካብ ከምዚ ዝመሰለ ኣጀንዳ ክወጽእ ኣለዎ ናይ ኣብይ መሳርሒ ክኾን የብሉን እዚ ማለት እኮ ፖስታ ኣብይ ኩሎም ጽቡቃት እዮም ማለት ኣይኮነን ተደጋጋሚ እውን ነልዕል ኢና ድሕሪ ኣብይ ዘሎ ኩነታት ከመይ እዩ ክፍታሕ ልክዕ ከምቶም ተጋሩ ከምቶም ተጋሩ ናይ ኣብይ ኣጀንዳ ሒዞም ንትግራይ ዝመጽእ ዘሎ ትግራይ ምፍራስ ኣብ ኣዲስ ኣበባ ኤርትራውያን ስሊፉ ኤርትራ ኣብ ምፍራስ ትግራይ ኣብ ምፍራስ ባይዞ ኤርትራ ምፍራስ ጥራይ ኣይኮነ ምክንያቱ ሕዚ ኣብይ ኣሕመድ ብተናፀል ዝገብሮ ኩናት የለን ኣብይ ኣሕመድ ናብ ኣምሓራ ዝገብሮ ናብ ትግራይ ናብ ኤርትራን እዩ ናብ ሱዳን ኣንሕና ኣይኮንና ንብል ዘለና ብተግባር እውን ንሱ እዩ ብዕሊ እውን መፅኡ ይዛረብ ኣሎ እሞ ብዕሊ መጺኡ ሓደ ጅነራል ናይ ኣብይ ልሳን ኮይኑ ድሕሪ ደጊም ደጀንን ግንባርን ዝበሃል የለን ኣስመራ ግንባር እዩ ኢሉ ኣብ ዝዛረብ እዚ ኩናት እዚ ድማ ኤርትራ ከይትህሉ እዩ ዝገብር። ኢሉ በቃ ከጥፍእ እየ ከም ህዝቢ ከም ግዛዕ ላእላውነት ግዛዕ ግዱ ናይ ህዝቢ ላእላውነት እዩ መጀመርያ ዝቐድም ከጥፍእ እየ ኢሉ ምስ ዝመፅእ ኣካል ክትስለፍ እንከለኻ ዓርስኻ ሸይጥካ ክትስለፍ ክብርታትካ ሸይጥካ ፖለቲካ ኣይኮነን እዚ ባይዘ ፖለቲካ ኩሉ ግዜ ኣብ ማሕበራዊ መሰረት ኢካ ጠጠው ኢልካ ኢካ ሕዚ ኣብዚ ባይ ዘ ዌይ ምስ ኣብይ ክትስለፍ ከለካ ኣጀንዳ የብልካን ሕዚ እኮ እንታይ ንብል ኣለና ፖስት ኣብይ እኮ ኩላትና ዘስገእና ፋኖ ናይ ባዕሉ ኣጀንዳ ኣለዎ ትግራይ ኣጀንዳ ኣለዋ ኦነግ ኣጀንዳ ኣለዎ ካልእ ኣጀንዳ ኣለዎ ኩሎም ባይ ዘ ዌይ በብናይ ባዕሎም ማሕበራዊ መሰረት ጠጠው ኢሎም ነናይ ባዕሎም ኣጀንዳ ሒዞም እዮም ዝቃልሱ ኣለዉ ዓላማ ኣለዎ ምስ ኣብይ ክትስለፍ ከለካ ግን ኣጀንዳኻን ዓላማኻን ኣብይ እዩ ኣብይ ዝሃበካ ኢምሬት ዝሃበካ ትበልዕ ኣብይ ዝሃበካ ትበልዕ እስካብ ዝውዳእ ትሰርሕ ኣብዩ ዘደለካ ከኣ ትመረር ኣብዩ ዘይደለካ ትእሰር ምንም ሕቶ የብሉን ስለዚ ኣብዚ ልክዕ ከምቶም ናይ ተጋሩ ኣብዪ ማለት ናይ ኣብዪ ተጋሩ ንብሎም ናይ ኣብዪ ኤርትራውያን እዚ ብዕሊ ናብ ኣደባባይ ዕርዮም ክመፁ እዮም በቃ እቲ ኩነታት እውን ናብ ነበርቲ ወደእ ስለ ዘሎ እቶም ናይ ኣብይ ኤርትራውያን እውን ብዕሊ ይመፁ ኣለው። ፃድቃን ዝብሃል
ሰብኣይ ኣይ ዓገበን ዘሎ ኣብ ቂም ኣሎ ሰብኣዩ ዘይ ከሓነ ቂም እኒሀዎ ዝከሓነ ቂም እኒሀዎ ዘይፍታሕ ቂም ኣሎ ብሹም ለውጢ መፅዩ በዓል ስልጣን ንምዃን ትግራይ ድላዩ ንምግባር እዩ ጌታቸው ድማ ንፈልጦ እዩ እቶም ዋና ሃንደስቲ ናይ ለውጢ ኢና ዝብሉ ዘለው ሰባትስ ህዝቢ ትግራይ ይፈልጦም እዮም እዚ ብሽም ለውጢ ዝገብርዎ ዘለዉ ግን እንታይ እዩ ብጨበጣ እንተስ ብፋስ እንተስ ብጎዘቦ እንተስ ብሓይሊ እንተስ ብዓመጽ ዝሕብራዊ ናዕቢ ዋላ ብድላይና ገርና መንእሰ ሞይትሎም እኒ ጻድቃን ዝብሃሉ ጥሮተኛ ጀነራላት ንሳቶም ናብ ስልጣን መፅዮም ኣብ ትግራይ ገበርቲ ሓደግቲ ክኾኑ እዮም ዝደልዩ ዘለዉ። ኲናት ከይደለኻዮ ከይፎተኻዮ ኣቲኻ ኲናት ምትራፍ ይከኣል ነይሩ ዝብል ዶ ኣይኮነን ዝምድሩ ነይሮም ነዚ ሚድያ እዚ ዝመርሑ ዝነበሩ ኣካላት። ህዝቢ ትግራይ ሓድነቱ ክዝረግ ወዲ ሓደ ከባቢ ስለዝኾነ ከምዚ ተገይሩ ወዲ ካልኦት ከባቢ ግን ኸምዚ እዮም። ወያታ ግንባር ብዕራይ ትኸውን ትግራይ ንኢሳት እናናበልና እሞ ድማ እዚ ኩላ ታሪኽ ዝተሸከመ ህዝቢ ወረጃ ዝኾነ ህዝቢ ተቃላሳይ ዝኾነ ህዝቢ ከም ሓደ እስትንፋስ ዝሓስብ ህዝቢ ኾይኑ ከብቅዕ ግን ድማ ኣብ መንጎ ትግራዋይ ሓድነቱ ክዝረግ ወዲ እዚ ከባቢ እዚ ወዲ እዚ ከባቢ እዚ ነዚ እዮም እዚ ስሎጋን እዚ እዮም ከስርጹ ዝንቀሳቀሱ ነይሮም ኣብቲ ሚድያ እውን ወጺኦም ማለት እዩ ብኣውርኡ ድማ እቲ ሚድያ ከምቲ ዝበልኩምዎ እቲ ዝነበረ ፍልልይሲ ኣብ መንጎ ህዝቢ ትግራይ ረብሕኡ ኣሕሊፍና ኣይንህብን ዝብል ሓይልን ኣብ መንጎ ረብሓ ህዝቢ ትግራይ ድላዩ ይኹን ኢሉ ምስ ፀላኢ ተሞዳሚዱ ናይ ፀላኢ መሳርሒ ኮይኑ ድኽዒ ኮይኑ ዘገልግል ዝነበረ ሓይልን ፈላልዮም ብዘይምርኣይ ኽልተ ዝተፈንጨለ ህወሓት ናበለ ዝዝምር ዝነበረ ሚድያ ዶ ኣይኮነን ኣብ ትግራይ ዘሎ ሚድያ? ኽልተ ፍንጫል ሕወሓት ኽልተ ሕወሓት እዩ ዘሎና በሉ ማለት እዩ። ግን ድማ ዴሞክራሲያዊ ጥርናፈ ዝበሃል እኒኦ ኣብ ትግራይ። ናይ ሓሳብ ኣፈላላይ ከጋጥም ይኽእል እዩ። ተማእኺልካ ግን እቲ ናይ ዝበዝሕ ድምፂ ኢኻ ተገዛኢ ኾይንኻ ትኸይድ። ብጉባኤ እቲ ዝበዝሕ መበል ዓሰርተ ኣርባዕተ ውድባዊ ጓኤኡ ዘካየደ ውድብ ህወሓት እናሃለየ ንክልተ ህወሓት እናበለ ዝዝምር ዝነበረ ሚድያ እዩ። እሱ ጥራሕ ኣይኮነን ናይ መኸተ ዓወት ናይ መኸተ ጀግንነት ናይ መኸተ ታሪኽ ሰራሓይነት ብፀሎሎ ዝለኪ እዩ። ከምቲ ዓንተው ዝግለጽ ዝነበረ ናይ ስልጣን ኣፈላላይ ዘይኮነስ ናይ ዕላማ ኣፈላላይ ምዃኑ ናተፈለጠ ናሃለየ፣ ከምቲ ቀደም ንደርጊ ማለት ዝገበሮ ዝነበረ እምቢላለሰው ጥይት ኣጉርሰው ነይሩ ሕቶ ዘልዐለ እንተስ ብድሮን እንተስ ብኻሊእ ብብረት ብሓይሊ ስለዚ ሰላም ንደሊ መንግስቲ ሰላም ዘይኽብር መንግስቲ ሰላም ሰላም ኢና ንደሊ ከዓ ይበሃል ምስ መን እዩ ሰላምና ንደሊ ምስ መን እዚ መንግስቲ በዓሉ ምስ ሰላም ዝተባእሰ እዩ ምስ ትግራይ ጥራሕ ኣይኮነን ተባኢሱ ወይ ምስ ውድብ ወይ ምስ ሰላም እውን ምስ ሰላም ዝተበኣሰ መንግስቲ ሰላም ክትረክብ ኣይትኽእልን። ተባኢሱ እዩ ብሱሩ። ከም ዓዲ እንኮ ንሪኦ እንተለና ብዱላ ብበትሪ እያ ኩላ ክጥሕጥሕ ጠሓሒነ ክገዝእ እየ ዝብል ከምኡ ዝበሃል መንግስቲ ድማ የሉ መንግስቲ ኣይኮነን ነዳሊ ዝኸልኡ ንመራሕቲ ኣይኮነን ንምሉእ ትግራይ እዩ ደሞ ዝኸርኡ ንኹሉ እዩ ከየምህር ሰብ ህፃናት ትግራይ ደንቆሮታት ኮይኖም ክዓብዩ ሕክምና ከይርከብ ኣገልግሎት ከይረክብ ፅላኣቶም ኣብ ህዝቢ ቀደሙ ናብ ህዝቢ ትድሓ ዝገብሮ ናብ ህዝቢ እዩ ድሮን ዓሚኤን ጀሚረን ልቢ ክንብል ንኽእል ልቢ ከይንብል ንኽእል ዓሚየን ጀሚረን ኣብ ሓለዋ ኢና ዝኾነት ምንቅስቓስ ብላዕሊ ኮይኖም ትሕሎ ትውዕል ማለት እዩ እቲ ተኹሲ ድሓር ጀሚሩ እቲ ሓለዋ ግን ፀኒሑ እዩ መጀመርያ ዕጥቂ ዘይብለን ድሓር ግን ዳርጋ ካብ ሰነ ዕጥቂ ዘለወን እየ ዘዋፍራ ነይረ ናይ ንየ ናይ ዝሓለፈ ዓመት እየ ዝዛረብ ዘሎ ቀዲሙ ልዕሊ ዓመትስ ኣብ ትሕቲ ድሮን ኢና ክብ ከይዲ ዝነበረ ፖለቲካ እውን ትፈልጥዎ እዮም ማለት እዩ እታ ስምምዕ ትፈፀም ፈረምቲ ኢና ምስ ጉለታታ እውን ተቐቢልና ኢና ግን ንሳ እውን ትፈፀም ንሕናስ ለመንቲ ኢና ኮይንና መጨረሽኡ ፈረምቲ እንተይኮናስ ለመንቲ ኣንታ ትፈፀመልና ዶ እዚኣ ምስ ጎደሎታት እንዶ ህዝብና እንዶ ይመለስ እግሩ እንዶ ይትከል መጀመርያ ርከቡና እውን ገዲፍና እውን ተህዝብና እንዶ እቶ ተምሕደር ወደ ሓርባ ልሃን ዘራርብ ክግበር ዝከኣል ገሊኦም ተገዲድካ ማለት ያው ህዝቢ ግድን ክኣተዎ ኣሎ ተባሂሉ እናመሓሽናዊ ማለት እዩ ንሱ ነይድለን እቶም ከዳዓት እቶም ጠላማት ንሕና ኮይና ዘይመለስናዮ ነይሩ ህዝብና ብምርጋፉ ንሕና መጌርና ተርባሕቲ ንኾን ህወሓት ካብ ብልፅግና ሕቶ ሽምግልና ቀሪብሉ ተባሂሉ ነቲ ሽምግልና ንምዕዋት ሓሙሽተ ዓበይቲ ዝፍፀሙ ተግባራት ከም ዝቐረብሉ እውን ይግለፅ ኣሎ። እቲ ሕቶ ሽምግልና ግዜ ንምዕዳግ ኮነ ተባሂሉ ዝተፍሓሰ ሽርሒ እዩ ዝብል ብወገን ደገፍቲ ህወሓት እናተልዓለ ይርከብ። ኣብዚ ሕዚ እዋን ህወሓት ፅምዶ ምስ ዝፈጠረሎም ኣካላት ብምዃን ኩናት ንምውላዕ ይንቀሳቐስ ኣሎ ብምባል ዝኸስስ ግን ድማ ሙሉእ ሰራዊቱ ኣብ ወሰን ትግራይ ኣሰሊፉ ዝርከብ ብልፅግና ሽምግልና ዕርቂ ይሓትት ከም ዘሎ እዩ ዝወፁ ሓበሬታታት ዘመልክቱ። እቲ ብኣምባሳደር ግርማ ብሩ ዝተመርሐ ሽምግልና ኦሆድዮ ብልፅግና ምስ ህወሓት ንምዕራቕ ይፅዕር ከም ዘሎ ካብ ዲፕሎማስያዊ ፍልፍላት ዝተረኸቡ ሓበሬታታት የመልክቱ። ህወሓት ብብልፅግና ዝቐረበሉ ሽምግልና ዕርቂ እንተተቐቢሉ ሓሙሽተ ነጥብታት ከም ዝማልኡሉ ዝሕብሩ እቶም ፍልፍላት ንሳቶም ድማ ከባቢታት ወልቃይትን ራያን ብመሰረት ሕጊ ቅድሚ ኩናት ናብ ዝነበሩ ኩነታት ክምለሱ ከምኡ እውን መንግስቲ ፌዴራል ተመዛበልቲ መሊስካ ዳግም እግሪ ንምትካል መንግስቲ ፌዴራል ኣብቲ ከባቢ ዝርከቡ ዕጡቓት ከም ዘውፅኦም ህወሓት ዝተሰረዞ ሕጋዊ ኣፍልጦ ንክምለሰሉ ማእኸላይ ኮሚቴ ውድብ ህወሓት ዝመረፆ ፈፃሚ ኮሚቴ ንጊዜያዊ ምምሕዳር ክልል ትግራይ እናመርሐ ክቕፅል ትግራይ ኣብ ፌዴራል ስርዓት ዘለዋ ብፅሒት ንክትረክብ በጀት ከም ዝልቀቕን ንዳግማ ሕውየት ቁጠባ ትግራይ ፈንድ ከም ዝቐርብ ንመስርሕ ዲዲኣር ገንዘብ ከም ዝቐርብ ዝብሉ ንሽምግልና ዝኾኑ ፃዕርታትን ሕቶታትን ይቐርቡ ከም ዘለዉ እቲ ሓበሬታ የመልክት። ህወሓት ነቲ ዝቐረበሉ ሕቶ ዕርቂ ክሳብ ሕዚ መልሲ ከምዘይሃበ ዝተገለጸ ኮይኑ ቅድም ክብል እውን ነበር ፕረዚደንት ኦቫሳንጆን ኣምባሳደር ኣመሪካ ኣብ ኢትዮጵያ ማሲንጋን ናብ መቐለ ኣቕኒዖም ከም ዝነበሩ ይዝከር። ኣምባሳደር ኣመሪካ ኤርቪን ማሲንጋ ድሕሪ ሰሙን ናብ መቐለ ከም ዝምለሱ ቃል ኣትዮም እኳ እንተነበሩ ዛጊድ ግና ኣይተመለሱን። እዚ ሓበሬታ ዝተፈላለዩ ተቓረንቲ ሓሳባት እናተኣናገደ ኮይኑ ብሓደ ገጽ ብሓቂ እንተኮይኑ ሰላም ይውረድ ዝብል፣ ብካሊእ ገጽ ግና ስርዓት ብልጽግና ኮነ ኢሉ ግዜ ንምዕዳግ ዝገብሮ ዘሎ ውዲት እዩ ዝብል እዩ። ኣብ መንጎ ሰሜናውያን ዝተፈጠረ ጽምዶ ዘስግኦ እቲ ስርዓት ንጸላእቱ ነጻጺሉ ንምውቃዕ ግዜ እናዓደገ ከም ዝርከብ እዩ ዝግለጽ። ከምኡ እውን ክረምቲ ንክሓልፍን ኣብ ሓጋይ ድሮናት ብስፍሓት ንምጥቃምን ሽምግልና ከም ስልቲ ይጥቀመሉ ከም ዘሎ ገለ ወሃብቲ ርእይቶ ይገልጹ። ብወገን ትግራይ ግና ካብ ገዲም ምስ ስርዓት ብልጽግና ብሰላማዊ ዘተ ዝፍታሕ ፖለቲካዊ ጸገም የለን ብምባል ዝተደምደመ ይመስል። ግድን ድዩ ደብረፅዮን
ፕሬዚደንት ክኸውን? ፕሬዚደንት ክኾን ኣይክእልን? ሓደ ተጋዳላይ ኣምፂኻ ፕሬዚደንት ክኾን ኣይኽእል መንእሰይ ትግራይ ፕሬዚደንት ክኾን ኣይኽእል ከሕዋሕት ወፃእ ሓደጋ እዩ ዝበሃል ነቲ ህዝቢ ባይዞ ከምና ገበረ እዮም ዘስግዎ ተሰለፍ ተሳሂል ትስለፍን ኣብ ዓዲ ዘሎ ጥራሕ ኣይኮነን ኣብ ደገ እውን ዘሎ መፅኡ ይስለፍ ናዓ ተባሂሉ ካብ ኣውሮጳ እውን መፅኡ ይስለፍ ናብ ሰራዊት ይኣቱ ጉድ መፅኡ እናተባሂሉ ትግራይ ግቡእ ኣለካ ስለ ዝበልና ዓቕምና ነጠናኸር ምስ ተባህለ እዩ ዋጭ ዋጭ ኢላ። ልዕሊ ኩሉ ባንዳ ወዲ ባንዳ ዘየለ ተኣምር ተባሂሉ ብኢንተርናሽናል ሚድያ እውን ኮ እዩ ዝገርም ኮ እዩ። እዛ ሕጊ ናይ ተጠርነፍ እያ፣ ናይ መክት እያ፣ ባንዳ ወዲ ባንዳ ስርዓት ሓዝ እያ። ክትምለስ ዘለካ ከዓ ተመለስ እያ። ዓቕምና ንምእካ ማለት ይዕብ የንኣስ ይእቱ ፃውዒት ንሓንቲ ወርሒ ትፀንሒ ፃውዒት ፀውዒት ረኪብና ነውፅና ኣለና